ቴሌቪዥን ኤርትራ ሎሚ ዓርቢ ዕስራን ሓሙሽተን ለካቲት ፕረዚደንት ኢሳያስ ኣፈወርቂ ኣብ ዝተረኽብሉ ስነ-ስርዓት ቦኽሪ ተማሃሩ ብኣድቫንስድ ዲፕሎማ ኣመሪቑ። ኣብ ባጽዕ መደበር ሓይሊ ኣየር ፈንቅል ኣብ ዝተኻየደ ስነ-ስርዓት ዝተመረቑ ነባራትን ሓደስትን ኣባላት ሓይሊ ኣየር ኤርትራ ናይ ሰለስተ ዓመት ክልሰ-ሓሳባውን ግብራውን ትምህርትን ስልጠናን ዝቐሰሙ ኮይኖም ብሞያታት ምብራር፣ ጽገና ነፈርቲ ከምኡ'ውን ጽገና ኤለትሮኒክስን ራዳርን'ዮም ትምህርቶም ዛዚሞም። ፕረዚደንት ኢሳያስ ኣፈወርቂ ኣብ ዘመሓላለፎ መልእኽቲ፣ ፍልጠትን ሞያ ተሞክሮ ስራሕን ምድላብ፣ ብልዑል ፍናንን ዲሲፕሊንን ዓያይነትን ኣፍራይነትን ምጉልባት፣ እቲ ዝዓበየን ዝበለጸን ሃገራዊ ጸጋ ምዃኑ ብምጥቃስ፣ ንህዝብን ቤተሰብን ከምኡ'ውን ንኣዛዚ ሓይሊ ኣየርን ኩሎም ኣበርክቶ ዝገበሩን ዮውሃና ድሑር ምባል ኣብ ኢንዱስትሪ ኣቬሽንን ካልኦት ኢንዱስትሪታትን ብቑዕ ጸጋ ሰብ ምስልጣን፣ ምስ ዕቱብ ምርምርን ምዕባለን ብዝሓየለ ክቕጽል ምዃኑ ገሊጹ። ዋና ኣዛዚ ሓይሊ ኣየር ኤርትራ ሜጀር ጀነራል ተኽላይ ሃብተስላሰ ብወገኑ፣ ቦኽሪ መመረቕታ ኮሌጅ ኣቬሽን ኣብ ባጽዕን ቅንያት ዝኽሪ መበል ሳልሳን ክልተን ዓመት ስርሒት ፈንቅልን ምክያዱ፣ ኣብ ርእሲ'ቲ ዝህልዎ ታሪኻዊ ርዝነትን ትርጉምን ትስፉው ግዜ ዘበስር እውን ምዃኑ ብምሕባር፣ ናይ መጻኢ ተልእኾታትን ዕማማትን ብዓወት ንምፍጻም ሰረት ዘትሕዝ፣ ብዓይነትን ብቕዓትን ድማ ዘተኣማምን ከም ዝኾነ ኣነጺሩ። እቲ ስልጠና ኣካል ናይቲ ብቑዕ ፍልጠት ዝዓጠቐ ኣፍራይ ዓቕሚ ሰብ ንምህናጽ መንግስቲ ኤርትራ ዝገብሮ ዘሎ ወፍሪ ምዃኑ ዝጠቐሰ ወኪል ተመረቕቲ ድማ፣ ኮሌጅ ኣቭየሽን ኤርትራን ምሩቓቱን ኣብ ምምዕባል ጽላት ኣቭየሽን ኤርትራ ዝህልዎም ኣስተዋጽኦ ቀሊል ስለዘይኮነ ድሉውነቶም ንዝለዓለ ኣበርክቶን ውፉይ ስራሕን ኣረጋጊጹ። ኣብቲ ሚኒስተራት፣ ኣዘዝቲ ሰራዊት፣ ኣመሓዳሪ ዞባ ሰሜናዊ ቀይሕ ባሕሪ፣ ከምኡ'ውን ዕድመ ዝተገበረሎምን ወለድን ዝተረኽቡሉ ስነ-ስርዓት፣ ንኣብነታውያን መኮንናት ኣብረርቲ፣ ቴክኒሻናትን ኣሰልጠንትን፣ ማዕርግ ፍሉይ ኣበርክቶ ንዝገበሩ ድማ ወረቐት ምስክርን ምስጋናን ተዓዲሉ። ኣብቲ ኣጋጣሚ፣ ምስ ሚኒስትሪ ሃብቲ ባሕርን ካልኦት ኣካላትን ብምትሕብባር፣ ብሞያ ባሕረኛነት ማለት ሲማንሺፕ ዝሰልጠኑ ኣባላት ሓይሊ ኣየር ኤርትራ ብሰርቲፊኬት ተመሪቖም።